ዘለካ ሂብካ ኢኻ ተዘይብልካ ተምጽእ ኩሉ ብጽፍርና ዝብሃል ፍልስፍና መጽዩ። ሎምስ ብቶም ዝወለድናዮም ደቅና መጽዮምና።
መዋጽኦና ኣብ ኢድና እያ ደጊም ብኣና ወዲእና ኢና ዝኣኽለና ጽዒርና ኢና ተጸሚምና ኢና ከፊልካ ኢኻ መስዋእቲ ትኸፍል ኣለኻ ሕዚ ውን ዋእ ከማይ ኢልካ ቀጽል ግን ኣይንብለካን ሕዚ ክንገጥም እዩ ዘለና።
ድኻም በቲ ድኹም ውሳነ ኣብ ትግራይ ዘሎ ሓይሊ ሰይጣን ዕድል ረኺቡ ይቕድስ ይውድስ ኣሎ ብ ትግራይ ማለት እዩ። ስለዚ እቲ ናይ ሰይጣን መንፈስ ናይ ኮሚኒስት መንፈስ እንዳሰፈሐ እዩ ዝመጽእ ዘሎ ንዑ ክንከላኸል ኢና ክንቃለስ ዘለና ማለት እዩ። ሕዝነካ እዩ ጽቡቕ ታሪኽ ኣይኮናን ንዛረብ ዘለና ሕጂ እታ ንሶም ዝህብዋ ምኽንያት እያ ቀላል ምስቲ ብ ትግራይ ዘሎ ሽግር ምስቲ ብ ትግራይ ዘሎ ፀገም ስትራቴጂካዊ መንግስቲ ምስ ዓለምን ምስ ኢትዮጵያን ዝሰማማዕ መንግስቲ ክህሉ ዝግብኦ ምስ ህዝቡን ምስ ዓዱን ኪዳን ዘይብሉ ስርዓት መሻርክቲ ምግባር ዓለም ዝነፀለቶ ኣብ ጫካ ዝነብር ስርዓት ፅምዶ ምግባር ንባዕሉ ናይ ዒስራ ሰላሳ ዓመት ውድቀት ምሽካም ማለት እዩ። ኣብ ኣሜሪካ ዘሎ ክትምነ ትኽእል፣ ኣብ ኤውሮፓ ዘሎ ክትምነ ትኽእል፣ ኣብ ኤርትራ ዘሎ ክትምነ ርእሱ ዝኸኣለ ሕማም እዩ። ሕጂ ዓሚ ካልእ ዝብልዎ ነበሩ ሰባት ንኢሳያስ ሕጂ ዝገልጽሉ ዘለዉ መንገዲ ናይ ትግራይ ጥፍኣት ምቅልጣፍ እዩ። ዓቕሚ ነበረናን ካብ ግደፉ ዝሓልፍ ካብ ከም ኣሕዋትካ ምኽሪ ምሃብ ዝሓልፍ ዓቕሚ ነበረናን ንሰን ግን ስጋብ ንደክም ኢልናየን ኢና ተሰኒደን ኣለዋ።
ኣብዛ ሃገር እዚኣ ብፍላይ ኣብ ኢትዮጵያ ለውጢ ክብሰር እንከሎ ኣብ መንጎ ኤርትራን ኢትዮጵያን ዝነበረ ርክብ ብፍላይ መንግስቲ ኢትዮጵያ በሩ ክፍት ገይሩ ኤርትራ እውን ኣብ ኢትዮጵያ ዘሎ ጸጋ እንተ ብሼር ብምእታው ክኸውን ይኽእል ብብዙሕ ሂብካ ናይ ምቕባል መንገድታት ዕድል ዝኸፈተ በሪ ነይሩ። እዚ በሪ እዚ ከም ኤርትራ ክጥቀሙሉ ኣይንርእን ዘለና። ከም መውጽኢ ክኾነና ግን እስኪ እቲ ሓበራዊ ተረባሕነት ንክረጋገጽ ካብ መንግስቲ ኢትዮጵያ ሒዝዎ ዘሎ ተበግሶን ኣብ መንግስቲ ኤርትራ ዘሎ ዓንቃ ጽዋምን ከመይ ክንምዝኖ ኣለና፣ ከመይ ተረዲእናዮ ንቕድሚት እንታይ ክንሰርሕ ኣለና ዝብል ነገር መውጽኢና ተንገብሮ። ፅቡቅ እዩ ብጣዕሚ ኣገዳሲ እዩ ምክንያቱ ዓለም እንዳተማላላእካ ከምዝክየድ ምሂራትና ኣላ ኣይኮነን ኢትዮጵያን ኤርትራን ስሳ ኪሎ ሜትር ኢልካ ትገልፆ ዝፀናሕካ ራሻ ኣብ ሱዳን ዝትከል መንግስቲ የድልያ እዩ የገድሳ እዩ ኣሜሪካ ኣብ ኢትዮጵያ ዝህሉ ቁጠባ ልምዓት መንግስቲ የገድሳ እዩ ኢትዮጵያ እውን ከምኡ ንሕና ስሳ ኪሎ ሜትር ኢና ምምላስ ስኢንና ዘለና ናይ ስሳ ኪሎ ሜትር ርሕቀት ኢና ከም ቆልዓ ብብኽያት ብቆዮቛ ንምልሰሉ ዘለና ዘሕፍር እዩ ማለት እዩ። ዓለም ኣብ ምንታይ ደረጃ በጺሓ ኣላ ንሪኦ ኣለና። ስለዚ ንሕና ኣካል እዚ ኢና ክንከውን ንደሊ። ኣካል እዚ ክንከውን ነዚ ዝቕበል መንግስቲ ምህናጽ ቀዳማይ ዕላማ ይኸውን። ኣብዚ ከኣ ኩሎም ነዚ ሓባራዊ ብልጽግና ዝደልዩ፣ ዝመርጹ፣ ዝሓርዩ ኣካላት፣ ንዓና ምድጋፍ ቀዳማይ ዕላምኦም ክኸውን ይግባእ። ከምቲ ዝበልኩኻ ኣብ ኢትዮጵያ ብልፅግና እንዳገበርካ ወይ ብልፅግና ብልፅግና እንዳማዕበለ ኣብ ኤርትራ ኣንጻሩ ይኸይድ ድሕሪ ሃልዩ ነቲ ብልፅግና ዝቃወም ስርዓት ድሕሪ ሃልዩ ዕድል እንተረኺቡ እውን ከፍርስን ከዕኑን ዝኽእል ኣካል እንዳረኣኻ ስቕ ክበሃል ኣይግባእን እዩ። ህዝቢ ኤርትራ ኣካል ህዝቢ ኢትዮጵያ እዩ ብዝኸባቢ እዚ ኩሉ ብዝኸባቢ ዘሎ ዓለም ከዓ ቁሸት እንዳኾነት ክትከይድ ንሪኣ ኣለና እንዳተደጋገፈት እንዳተማላለእት ስለዚ ንሕና ንበይንና ካብዚ መስመር እዚ ወፂና ክንነብር ኣይንኽእልን ክንነብር ፈቲና ኣይከኣልናን ኤርትራ ክትነብር ፈቲና እኳ ብኸምኡ ካብ ንሃናይ ንህብን ናይ ሰብ ኣይንደልን ዝብል ሱቕ ኢሉ ካበይ ከም ዝመፀ ዘይፍለጥ ኩሉ ደለካ እዩ ኩሉ እኮ ይብልካ ዘለካ ሂብካ ኢኻ ተዘይብልካ ተምፅእ ኩሉ ብፅፍርና ዝበሃል ፍልስፍና መፅኡ ጌና ጫምኦም ከይቀየሩ ካብ ሳሕል መፅኦም ጌና ፅፍሪ ከይሃልዎም ማለት ኩሉ ብቅልፅምና ተባሂሉ ናይ ኮሚኒስቲ ጭርሑ ኩሉ እዚ ክገዝኡ ናይ ዝደልዩ ስለዚ ንሕና ኣብ ትሕቲ ኪዳን ናይ ዓለም ኢና ንነብር ኢትዮጵያ ተወስዶ ዘላ ናይ ኢንተግሬሽን ስጉምቲ ምድጓም ካልኦት ጎረባብቲ ካብ ዘለዎ ንላዕሊ ከይተሓመሱ ከለዉ ዜጋታት ኮይንና መንእሰያት ናይዚ እዋን ኮይንና ካብ ስሩ ክንመሕዎ ኣለና ኢልና ኢና ተላዒልና። እዚ ከኣ ቀዳመይቲ መሻርኽቲ ክትከውን ትኽእል ቀዳመይቲ እግሪ ክተትክል ትኽእል ኢትዮጵያ እያ። መንግስቲ ኢትዮጵያ ነዚ ይርድኦ እዩ። ናይ ሓባር ጸላኢና እንዳኾነ ይመጽእ ኣሎ። ኢትዮጵያ ናይ ገማግም ባሕሪ ዕጽውቲ ምስ በዓል ግብጺ ምስ በዓል ሶማል ኮንካ ዝግበር ንኢትዮጵያ ክሳድ ምሕናቕ እዩ። ማዕረ ክንዱ ይግባኣ ነይሩ ዶ ምስቲ ዘልዓልካዮ ታሪኽ ንኢትዮጵያ ምስቲ ናይ ሓባር ብዙሕ ነገር ምህላውና ምስቲ ኣብ ታሪኽ ብዙሕ ነገር ምህላው ማዕረ ክንዱ ይግባእ ነይሩ ዶ ኢልካ እንተሓሲብካ ኣይግባእን እዩ እቲ መልሲ ግን ከምኡ ዝገብሩ ሰባት ኣለውና ስለዚ እቲ ፅምዶ ስሩበተኻዊ ለውጢ ዝብል ሓሳብ ኣብዚ ከባቢና እግሪ ንኸይረክብ እሞ እቲ ስልጣን ናቱ ብኡ መንገዲ ከይከይድ ዋላ ምስ ዘይፈትዎ እንዳተፃመደ ይመፅእ ኣሎ ሕጂ እታ ፅምዶ እውን እንካን ሃባን ኣይትወልድን እተፈላለየ መድረኽ ገሊፅና ኢና እታ ፅምዶ እውን ትወልዳ ኩናት እያ እታ ኩናት ከኣ ከይዳ ከይዳ ትጠቅም ንኢሰያስ እያ። ስለዚ ካብዛ ኩናት እዚኣ ከይጥቀም ኢና ንሕና ኣብዚ ዘለና። ካብዛ ዝፈጥራ ዘሎ ኩናት ከይጥቀም። ንሕጂ ተጠቂሙ ክኸውን ይኽእል እዩ። ሰይጣን ካብኡ ካብ ዕግርግር ዝጥቀም። ሕጂ ግን ዝጥቀመላ ንእሽተይ ሃጓፍ እውን ከይትህሉ ጸቕጢ ኢና ንገብር ዘለና። ዝተፈላለየ መንገዲ ማለት እዩ ካብ ኣሜሪካ ጀሚርና ስጋብ ኢትዮጵያ ካልእ እውን ብዙሕ ሰዓቱ ዘይኣኸለ ሕጂ ናብ ሚድያ ዘይነቕርቦ ብዙሕ ዓይነት ፀቕጢ ዳገበርና ኢና ንመፅእ ዘለና ምክንያቱ እዛ ዝፈጥራ ዘላ ፅምዶ መንገዳ ንህንፀት ኣስመራ ኣይኮነትን ንህንፀት መቐለ ኣይኮነትን ንምፍራስ ኢትዮጵያ እያ ብግልፂ ናተይ ሰብ ይገብራ ስለ ዘሎ ከዓ ሓላፍነት ኣለና ኣነ ይከላኸል ንኢትዮጵያ ክከላኸል ዝገብሮ ዘለኹ ኣይኮነን ናተይ ኣካል እዩ ዝገብራ ዘሎ ኤርትራዊ ኣካል እዩ ዝገብራ ዘሎ ነዚኣ ስለዚ ኤርትራዊ ኣካል ኮይነ ከዓ ነዚኣ ደው ከብላ ክኽእል ኣለኒ እቲ ካልእ ብሓፈሽኡ ርኢኻ ኣለኻ ድሮ ኣይተሓዙና ዝበሃል ነገር ጀሚሩ ኣሎ እዚ ክልተ ሰለስተ መዓልቲ ስለዚ ንሕና በቦታና ሒዝና ነዚ ሸሸነኽና ሒዝና ንሕና እውን ከም ኤርትራውያን ነቲ ኤርትራዊ ፀይቂ ደው ክነብል ንስዋእ ኣለና ክንስለፍ ኣለና ኢልና ኢና መጺና ዘለና። ካብኡ እቲ ኢሳያስ ነቲ ኩናት ዝገብረሉ ቀንዲ ምኽንያት ብዘይካ እቲ ፐርሰናሊቲ ወይ ብዘይካ እቲ ጥዕና ስልጣኑ ብኡ እዩ ቆይሙ ብኡ እዩ ተመስሪቱ። ሰላም ሰላም ኢና ንደሊ ከኣ ይበሃል። ምስ መን እዩ ሰላምና ንደሊ ምስ መን? እዚ መንግስቲ በዓሉ ምስ ሰላም ዝተብኣሰ እዩ። ምስ ትግራይ ጥራሕ ኣይኮነን ተባኢሱ ወይ ምስ ውድብ ወይ ሰራዊት ምስ ሰላም እውን ምስ ሰላም ዝተባእሰ መንግስቲ ሰላም ክትረክብ ኣይትኽእልን። ተባኢሱ እዩ ብስሩ ከም ዓዱ ክንሪኦ እንተለና ብዱላ ብበትሪ እያ ኩላ ጠሓሒነ ክገዝእ እየ ዝብል ከምኡ ዝበሃል መንግስቲ ድማ የሉ መንግስቲ ኣይኮነ ስለዚ ሓዲኡ ብደንቢ ንደምድሞ ዝበልናዮ ማለት እዩ ካብዚ መንግስቲ እዚ ፍታሕ ብሰላም መንገዲ ምርካብ ኣይከኣልን ዝኣኽለናስ ከፍ ኢልና ኢና ይኾኖ ኣርባዕተ ዓመት ብዙሕ እዩ ብዙሕ ኢና ከፍ ኢልና እናንቆልቆልና ከም ትግራይ ማለት እዩ እናንቆልቆልና እናንቆልቀልና ኢና ንኸድ ዘኒ እናደቐቕና ኢና ንኸድ ዘለና መኸምኡ ኢልና ንጥፋእ ሓንቲ መንገዲ እያ ዋእ ንሕና ይንጠፍእ ንጠፍእ ህዝቢ ኣይኮንና በርደግ በሃልቲ ኢና ቅምዕ በሃልቲ ኢና ንቃልስ ኣለና እዩ ተቕማሊ ተቓሊስና ኢና ንኽእላ ኢና ሕዚ እውን ቀደም ንኽእላ ሕዚ እውን ንኽእላ ስለዚ ይኣክል ሕዚ ሰላም እየ ሰላም እየ ሰላም ዘይደልማ የለን ሰላም ኢልና እኮ ፀኒዕና ሰላም ኢና እንደሊ ስኽ በል እያ ስኽ ምዕራብ ትግራይ እውን ይኽድ ስኽ በል ጸለምቲ እውን ይኽድ ስኽ በል ዶ ንዚያው እቲ ዝቆረሶ ተጀሚሩ እዩ ብሓይልና ኢና ኣቲናዮ ዘለና ኣለማጣ እውን ካልኣይ ቃል ኪዳን እዩ ኣሲሩ ወሲዱ መዝዖና ካልኣይ ቃል ኪዳን እዩ ኣብ ርእሲ ኪዳን ሲ ኪዳን እዩ ተመርዕዩ ዘይፈልጥዎ መጀመሪ እዩ መስለኒ ኣነ ግን መጀመሪ ጓል ዓሰርተ ሽዱሽተ ዓመት ኣለዉ እዩ ተመርዕኒ እዚ ኣብ ርእሲ ሲነ ከለኹ ግን እዞም ቆልዑ እዚኦም ፍሪደም ቀዳሚ ዝበሃል ፖፖን ሓፀኩ ሽንትየት ቆልዑ ኤተምሃርኩን እውን ኤተምሃርኩን እውን ኣብቲ ዝመሃረሉ ሰዓት እየ ተመርዕያ ናይ ሰለስተ ሚእቲ ተምሃሮ እየ ንሓፀኩ ዝብል ፖፖ ደሞዘይ እውን ክልተ ሽሕን ሓሙሽተን እየን ኩሉ ሰብ ዝፈልጦ እዩ ብእኔ ዝመሓደር ማለት እዩ ካብኡ ዝበለ ከዓ ብዛዕባ ዝፈልጥዎ መሓዝቱ ዝፈልጥዎ ኣዕርኽቱ ክትነግርዎ ትምርዓይ ከለኹም ብወለዲ ድዩ ነይሩ ብወለዲ ኣነ ይፈልጦም ኣይጠይቆም ብዛዕባ ፍቅሪ የፈልጥ እዚ ዝካል የፈልጠን ኣነ ቆልዓ እየ ነይረ ወልስ ዓሰርተ ሽዱሽተ ዓመት እየ ነይረ
ሰላማት ኣሕዋተይ ከመይ ኣለኹም ድሓን ዲኹም ኣነ ዳሕና እየ እግዚኣብሔር ይመስገን ዝኾነትኒ ኣብ ማሕበራዊ ሚድያ ከዓ ሎምስ ብቶም ዝወለድናዮም ደቅና መጽዮምና። ዝሮዝሮ እቶም ማሕበራዊ ሚድያ ወጽዮም ዘለዉ ደቀይ እዮም ደቂ ዓበይቲ ትኽክል እዩ ደቀይ እዮም ደቀይ ስለዝኾነ ስለዝኾነ ከዓነ ንደቀይ ዘድሊ ነገር ይገብር ኣለኹ ንደቀይስ ዘድሊ ነገር ካብ ሙላው ተስፋይ ናብ ንግስቲ ተኽሉ ኣብ ወርሒ ልዕሊ ክንደይ ቅርሺ ከም ዝኣቱ ከይድኩም ቸክ ምግባር ትኽእሉ ኢኹም ጸገም የብሉን ገይረ ክብል ደልየ ይኾንኩን ምክንያቱ ተገበርኩን ደቀዩ ንማንም ይኾነን ዝበሃል ዘሎ ግን ካብ ሓቂ ወፃኢ ምዃኑ ክትፈልጡ ስለ ዘለኩም እየ ዝነግረኩም ኣለኹ ደቂ ዓበይቲ ካብ ሓቂ ወፃኢ እዩ ናይ ፀላእቲ ሽርሒ እዩ በቃ ንሚላው ታይ ጌርና ወይ ብከመይ ምፅና ነስኩኖ ነሸብሮ እዩ እምበር ደቀይ ባዕለይ የምህር፣ ደቀይ ባዕለይ ይቐልብ፣ ገዛ ክራይ ባዕለይ ይኸፍል፣ ደቀይ ደቀይ ስለ ዝኾኑ ማለት እዩ። ንሳቶም ቆልዑ እዮም፣ ምንም ኣይፈልጡን። ንዕኡ ተው እንተኢላቶም ክኣትዉ እዮም፣ ናብ ዝደለየቶ ክኣትዉ እዮም፣ ቆልዑ እዮም። ንሱ ወዲ ትሽዓተ ዓመት እዩ፣ ንሳ ጓል ሽዱሽተ ዓመት እያ። ሓቆም እዮም፣ ቆልዑ እዮም፣ ምንም ክገብሩ ኣይኽእሉን። ኣበና እኮ እዚ ይገብር እዩ ክብሉ ኣይኽእሉን፣ ጋና ቆልዑ እዮም። ንማንም ኢለ ዘይኮነስ ንደቀይ ኢለ እየ ግን ዝገብሮ። ካብ ሙላው ተስፋይ ናብ ንግስቲ ተኽሉ ዝኣቱ ቅርሺ ኣብ ወርሒ ልዕሊ ክንደይ ምዃኑ ግን ምርግጋፅ ይከኣል እዩ። ንቶም ፅቡቕ ዝዛረቡ ንቶም ፅቡቕ ዝሓስቡ ሰባት እየ ዘዋግዕ ኣለኹ እምበር እቶም ሕማቕ ዝገብሩ ሰባት ኦረዲ ኣጀንድኦም ዘመችኦም ስለ ዝኾነ ምንም ኣይግድሸንን ምስር እውን ክሰምዑ እውን ኣይደልን ኣነ ግን ደቀይ ይዕቢ ደቀይ ይቕልብ ደቀይ የምህር ስቲል ክስካብ ሀዚ ማለት እዩ ንምንታይ ዳእዩ ከምዚ ተገይሩ ተኢልኩም ግን ናይ ፀላእቲ ስራሕ እዩ እዚ ክግበር ስለ ዘለዎ በቃ ኣነ ሽመይ ክጠፍእ ከም ዘለዎ ተመኺሩ ተሰሪሑ ቅርሺ ተባሂብዋ ማሕበራዊ ሚድያ ውፅ ተባሂላ እታ ለቂቃታ እታ መጀመርያ ኢንተርቪው ዝገበረትላ እታ ዝለቀቀታ እውን ናይ መን ምኳና ቀስ ኢለ ክነግረኩም እየ ይፈልጣ እየ ቸክ ምግባር ይከኣል እዩ ደቀይ እዮም ንደቀይ ኢለ ዝገብሮ ባዕለ እየ ዝፈልጦ ንግድ ባንክ ከድካ ቸክ ምግባር ይከኣል እዩ ስለዚ ኣብ ልዕሊ ሓዳር ሓዳር ኣየእተኹን ኣነ ኣብ ልዕሊ ጋብቻ ጋብቻ የብልዴን ኣነ በርግጥ ደቀ እዮም ኣዲኦም እያ ደቀይ ስለ ዝኾነ ከዓ ግዴታ ንደቀይ ዘድሊ ነገር እናገበርኩ እየ ዝጓዓዝ ዝርከብ ክስካብ ሀዚ ግዴታይ እውን ስለ ዝኾነ ማለት እዩ ይሕግዞም የምህሮም ይኸድኖም ደቀይ ስለ ዝኾኑ ንሳ ግን በዓልቲ ሓዳረይ ኣይኮነትን። በዓልቲ ሓዳረይ ኣይኮነትን በዚ ኣጋጣሚ ክትፈልጥዎ ዝግበኣኩም ማለት እዩ። ቆልዑ ግን ወሊድና ኢና ቆልዑ ወሊድና ኢና ደቂ እዮም። እዚ ነገር እዚ ክግበር ምዃኑ ዘይተረደእኒ እምበር ናተይ ኣካውንት ኣክቲቭ ስለ ዘይኮነ ናብ ትርሓስ ጎሪሁ ዝብል ኣካውንት ክበካ እየ ናብ ኢኻ ኣታዊ ትገብረለይ ተዋሂሎ እዚ ወርሒ እዚ ከምኡ ኢላትኒ እዚ ዘመቻ እዚ ክካየድ ምዃኑ ይተረድእና ኣነ እሺ ኢለ ናብ ትርሓስ ጎሪሁ ዘለኒ ዝኽእሉ ኣታዊ እናገበርኩ ተለልኹም ከቕርበልኩም ይኽእል እየ ፍታ ወርሒ እዚኣ ዝኣተየ ቐርሺ እንኳንስ ውሕዱ ይኾነን ግን ደቀይ ስለ ዝኾኑ ሰይደለኹን ነይረ በቃ እቶም ፀላእቲ እዮም ናብዚ እትዮምን እኒው ኣቱም ፈተውቲ እየ ከርደእኩም ደልየ መፅየ ክትፈልጥዎ ስለ ዝደለኹ እየ መፅየ እምበር ኣነሲ ንማንም ኢለ ይኮነ ንደቀ ኢለ እየ ዝገብረ ኣለኹ ኣነ ደቀይ እዮም። በዓልቲ ሓዳረይ ግን ኣይኮነትን። በዚ ኣጋጣሚ ኣብ ልዕሊ ጋብቻ ጋብቻ ኣይደረብኩን፣ ኣብ ልዕሊ ሓዳር ሓዳር ኣየእተኹን። ትፈልጥ እያ፣ ቤተሰብና ይፈልጥ እዩ፣ ቤተሰብ ኣይፈልጡ እዮም። ፈትየ ፈትያ ካብ ንፈላለ ሽዱሽተ ዓመትና ጌርና ኢና። ድሕሪ ሽዱሽተ ዓመት እያ ኣነ ሓዳር ናብ ምምስራት ወይ ንኣይ ትመስል ናብ ምሓዝ ኣትየ። ካብኡ እንታይ ክገብር ኣነ? ፀላኢ ፀላኢ እዩ መቸም መቸም ግዴታ እዩ ፀላኢ ፀላኢ እዩ ብዝደለዮ ብዝረኸቦ ቦታ እዩ ዝኾነ ቀዳዳ እንተረኪቡ እዩ ብቀዳዳ ክኣቱ ዝኽእል በዚ ኣጋጣሚ እቶም ደቀይ ብዚ ኣጋጣሚ ክነግረኩም ዝደሊ ኣሕዋት ወይ ወለደይ ወይ ኣሕዋተይ እቶም ደቀይ ካባይ ታምሳይ ዘላ ትፈትዎም ካባይ ንላዕልሲ ታምሳይ እኒኣ በዓልቲ ሓዳረይ እታ በዓልቲ ሓዳረይ እታ በዓልቲ ጋብቻይ ምሳይ እኒኣ ንሳ ትፈትዎም እቶም ደቀይ ምክንያቱ ደቀይ ምዃኖም ስለ ዝፈልጥ ወይ ከዓ ኣፍሊጠ ስለ ዝኣተኹ ማለት እዩ ንሳ ትፈትዎም ካባይ እሳ ትገብረሎም እዩ ዝበዝሕ ግን ደቀይ ስለ ዝኾኑ ፅባሕ ንግሆ ኣቦይ ክብሉኒ ስለ ዝኾኑ ኣነ እውን ደቀይ ስለ ዝብሎም ናይ ውልድን ወላድን ስራሕ እናሰራሕኹ ይኸድ ኣለኹ እየ ከምዚ ገይረ እየ እዚ ኢለ እየ ክብል የደልን ናተይ ደቀይ ስለ ዝኾኑ ግዴታይ ስለ ዝኾነ ግን ፀላእቲ ብደስ ዝበሎም ነገር ኣትዮም ምስ እኳን ኣውዮም ብቶም ዝወለድኩም ብደቀ ይመፅዮም ይምፁ ፀገም የለን ሚላው ኣንታ ሕማቕ ኢልካ ንዘይኮነ ክናደድ ወካ ኢልክ ንዘይኮነ ክናደድ ፅቡቕ ምዃነይ ስለ ዝፈልጥ ተረጋጊዐ እየ ዝጓዓዝ ኣነ ናይ ጌታቸው ረዳ መንግስቲ ምምላስ ዝብል ጨና የብሉ ናይ ትግራይ ዓብዪ ፀገም ናይ ፖለቲካ ምሕደራ ፀገም እዩ ንዝተፈላለዩ ፖለቲካዊ ራእያታት ዘተኣናግድ ስፔስ የብሉን። እቲ ኣነ ዝበልኩኻ ጥራሕ ተቐበል ዝብል እዩ። ኸይዱ ኸይዱ ደማ ናብ ውሽጢ ናቱ ጉጅለ ደዩ ኸይዱ እዩ። ስለዚ ሀዚ ናይ ጌታቸው ረዳ መንግስቲ ምምላስ ዝብል ጨና የብሉን። ንሓደጋ ድማ ፈፂምና ጠጠው ኢልና ኣይንሪኦን። ደጊምኩም ክተብርሱና ትመፀለኹም ፈፂምና ኣይንበርስን ኢሉ በቢውዳበታቱ ንሪኦ ኣለና። በቢውዳበታቱ ከምቲ ናይ ቀደም ኣብ ኩሎም ትግራይ ወጊድ ንፅንተት ኢሉ ውዕይ ምንቅስቃስ እዩ ዝገብር ዘሎ። ከምቲ ዝበልካዮ ኣብቲ ንካፈለሉ ኣብቲ ዝረኣናዮ ናይ ሰራዊት መድረኻት ድማ ብጣዕሚ ደስ ዝብል ወነ እዩ ዘሎ። ሰራዊት ይስልጥን ኣሎ፣ ሰራዊት ድልውነት የረጋግፅ ኣሎ፣ ሓደ ክንደ ሽሓት ክኸውን ሓደ ክንደ ማኢት ኮይኑ ንኸገልግል ቁሩብነቱ እዩ ዘረጋግፅ ዘሎ። ነዙይ ንክኸውን ዝገብሮ ዘሎ ድማ ፅኑዕ ቃል ኪዳን ናይቶም ጀጋኑ ሰማእታት ስለዘሎ እዩ። ሕድሪ ናይቶም ሰማእታት ስለዘለዎ እዩ። እቶም ብሄራዊ ረብሓታት ህዝቢ ትግራይ ተባሂሎም ዝተነፀሩን ዝተቐመጦም ስለዘይተመለሱ እዩ። እዚኦም ድማ ፀላእትና ብፍቶት ስለዘይቡና ሕዚ ፀላእትና ኣይኮነንዶ ናትና ሕቶታት ክምልሱ መሊኦም ከፅኑትና ይመፁ ስለዘለዉ እዚማ ፈፂምና ፈፂምና ንሕና ብህይወት እንዳሃለና ትግራይናን ህዝቢ ትግራይን ኣይፀንትን ኢሉ ዝለዓለ ሞራል እዩ ዘለዎ። ስለዚ እቲ ናይ ህዝብናን ናይ ሰራዊትናን ሞራል ዝተናበበ እዩ። ሓደ ክንዲ ሽሕ ክኸውን እዩ። ህዝብና እውን በቢመድረኹ ዝውስኖ ዘሎ ንሪኦ ኣለና። ኩሉ ተናባቢዩ ተናቢቡ ወጊድ ንፅንተት ኢሉ። እዚ ኩሉ ዝረጋገፅ ድማ ፀላእትና ብትካቦ እዩናን ኣብ መቓብሮም እዩ ተቓሊሱ። ተጋሩ ክሓብሩ እንከለዉ እንታይ ከም ዝገብሩን ምሕዝነት ህዝቢ ኤርትራን ትግራይን እናዓሞቐ ክኸይድ እንከሎ ስርዓት ብልጽግና ካብ ሱሩ ከም ዝነቓነቕ ርኢና ኣሎና። እዋን ጸገም መፈራረዲ እዩ። ህዝቢ ኤርትራ ኣብ እዋን ጭንቂ ሓው ህዝቢ ትግራይ ናይ መትከል መሓዛ ብምዃን ወገንነቱ ብግልጺ ኣርእዩ ኣብ ቅድሚ ታሪኽ ደው ኢሉ ኣሎ። ርክብ ህዝቢ ኤርትራን ትግራይን ሎሚ ዝጀመረ ሓድሽ ምህዞ ኣይኮነን። ምድግጋፍ ናይዚ ክልተ ህዝቢ፣ ዘይከምቲ ገሊኦም ዝብልዎ ካብ ናይ ጸላእየይ ጸላኢ ፈታውየይ እዩ ዝብል ኣተሓሳስባ ዝነቐለውን ኣይኮነን። ህዝቢ ኤርትራን ትግራይን ሓባራዊ ታሪኽን ናይ ቃልሲ ተመክሮ ዘለዎም ህዝብታት እዮም።
እዚሕ ዘይመድልእ ብርግጽ ሓቲቶሞ ክኾኑ ይኽእሉ እዮም። ኣብ ወልቃይትን ኣብ ራያን ኣይንደራደርን ይብል። ራያ ኣብ ኢድ ዋናታቱ እዩ ዘሎ። ኣብ ወልቃይት ኣይንደራደርን ኣስረስ እዩ ባይዘወይ ወሃቢ ቃል ናይ ፋኖ እዩ ኣነ ብቐሊል ኣይርእዮን ከፈላልያና ከፈላልየና ዝኽእል እዩ ዝብል እምነት የብለይን ምክንያቱ ፋኖ ወሲኖም እዮም ዝብል መረዳእታ ኣለኒ ሰራዊት ትግራይ ምዕራብ ትግራይ ክሕዝ ከሎ ሰራዊት ትግራይ ጸለምቲ ክሕዝ ከሎ ጸለምትን ምዕራብን እንዲን ተሪፈንዮ እዚኤን ክሕዝ ከሎ ኣብ ቀረባ ክተሓዝ እዩ እዚኤን ክሕዝ ከሎ ወንዘር ከም ዘይብሉ ተዓማሚኖም እዮም ዝብል መረዳእታ ነይሩኒ እተን ሕዚ ዝዛረበን ዘሎ ፖለቲካሊ ብምንታይ እየን ትርጎማ ምርኣይ ከድሊ እዩ ንሕና ኣልዋሃን ለማልሞን እዩ ወሰና ኣልዋሃን ለማልሞን ሒዝና ዘይንኸደሉ ምክንያት ሕዚ ኣልዋሃን ለማልሞን መልሱልና ዘይንብለሉ ምክንያት ሰላም ምስ ረኸብና እታ ዘላ ትግራይ ሒዝና ሰላም ምስ ረኸብና ድሕሪኡ ክንደራደር ኢና ከፍ ኢልና ፖለቲካሊ መሬትና ኣብዚ እዩ እንተኾነ ተመለስ ናብታ ሸዓይ ክፍለ ዘመን ኣምሓራ ባዕሉ ትግራይ ዘቋቆሞ እዩ ተምሓራ ዝበሃል ዘሎ ሕዚ ታሪክ ማለት ስኢለ ከምቱ ናታቶም ክስፋሕፋሕ ዝደሊ ዓይነት ሕልና ሃሊኒ ኣይኮነ ትግራዋይ ናቱ እንዳሃበ ዝመፀ ስኩፍ እምበር ጎምጣጠ ኣይኮነ ግን ብታሪክ ንርአ እንተኢልናስ ቤተ መንግስቲ ናይ ተጋሩ ኣበይበይ ድኒ ታሪክ ንርአ እንተኢልና እንተኢልና ኣልዋሃ ምላሽ ሎማልሞ ምላሽ መግደፍዎት ናይ ትማሊ ታሽዓይ ክፍለ ዘመን እንተኸይደ ኣምሓራ ባዕሉ ዝበሃል ሕዚ የለን። ከመይ ገሮም ከም ዘቋቑሞ ተጋሩ መፅሓፍቲ ምግልባጥ ትኽእሉ ኢኹም። ኮርስ ከም ትዛተው ይፈልጥ እየ ፅቡቕ እዩ ዝኸድናዮ ግን ዝተርፎ ኣለዎ ክትትል ንኣብነት ዓደ ኣምሓራ ንናፅነቶም ክብሉ ፀኒሕና ነቕርቦ ጉዳጉድ ኣሎ ፀኒሖም ክትርእዮም ተኣምራት ኣሎ ጸኒሕኩም ክትሪኢኹም ጉድ እዩ ኤርትራ እውን ሓደጋ እኒሀዋ ሓደጋ ይመጽ ኣሎ ኣምሓራ ብስሩ ክትጠፍእ እውን እዩ ዝኽየዳ ዘሎ እዚ ክትርእይዎ ኢኹም ጸኒሕና ክነቕርበልኩም ኢና እዚ እናተገበረ ዘለሉ ዓዲ ፋኖ እናተኸታተልካ መዓልታዊ ምስ ፋኖ እንታይ ትሰርሕ ከመይ ጌርካ ኢኻ ናብቲ መስመር ናብቲ ንትግራይ ኮነ ንምሓራ ክጠቅም ዝኽእል መስመር ክተምፆ ትኽእል ብምሉእነት ብዘይ ምንም ጥርጥር እታ ለምቅነ መንጆሪኖ ተዛሪባታ ተባህለት ዘረባ ኣይበለቶን ኢላቶ ኢሎም ኣቀነባቢሮም ግን ሚድያታት ከመይ ገይሮም ከናግዕዎ ከም ዝቐነዩ ዝረኣኹሞ ንፋኖ እኳ እንተይተረፈስ ኣስረስ ዝበሃል ወፂኡ ንክዛረብ ገይራቶ ታይ'ዩ ተዛረበው እሞ ታይ'ዩ ዝተርፈና ኢሉ ክግምግም መሪሕነትና ናይ ግድን እዩ ክብል ደልየ ሳልሳይ ኣብ ውሽጢ ህዝብና ዋላቱ ጥርጣረታት ሕዲሩ እኳ ወቂዖምና ግዲ እዮም እንታይ እኒሄ ደደቢት እስኪ ንገሩና ምክንያቱ ሓቂ ዝረኽባ ካብ ደደቢት እዩ ዩቱብ ኣይኮነን ዝከታተል ፌስቡክ ኣይኮነን ዝከታተል ተስዓን ትሽዓተን ፐርሰንት ህዝብኻ ገዲፍካ ናብ ዩቱብ ጉያ ግን ንመን ኢኻ ተኸዶ ዘለኻ ስለዚ ህዝቢ ብዝኾነ ይኹን መልክዕ እተን ኩለን ብናይ ኢትዮጵያ ሚድያታት ክወፃ ዝኽእላ ከርዕዳ ዝኽእላ ንህዝቢ ብሚድያ ክንመልሶ ኣለና ኢልኩም እንተሓሲብኩም ኣብ ቴሌቭዥንን ሬድዮን ንውሽጢ ዝሓስብ ዘለኹ ሕዚ ሚድያን ዲፕሎማስን ዓንተ ኢለ ኣብ ቴሌቭዥንን ሬድዮን ምትኳር እዩ ኣማኒኤል ርእዮ ኣብ ብራኸ ርእዮ ነረ ፅቡቅ እዩ ብራኸ ፅቡቅ ስራሕ ዝሰርሕ ዘሎ እዩ ግን ዩቱብ ንመን እዮም ከረድኡ ዝደልዩ ናይ ኢሊት ድጋፍ ንምርካብ እንተኮይኑ ፅቡቅ ትኸድዎ ዘለኹም ግን ግዜኦ ኣይኮነን ከሕፍረኩም ይፅባሕንዎ ህዝቢ እንተኮይኑ ታርጌት ትገብርዎ ህዝቢ ንምእማን ህዝቢ ንምድጋፍ ህዝቢ ንምንቃሕ እንተኮይኑ ግን ካብቲ ረድዮን ቴሌቪዥንን ወፃኢ ኣሎ ድዩ ኮይኑ ዩቱብ ይከታተል ድዩ ገባር ትግራይ ዩቱብ ይከታተል ድዩ ህዝቢ ትግራይ ህዝቢ ህዝቢ ኢትዮጵያ እውን ኣብቲ ኢሊት እንተኾንኩም ክትጓዩ ትደልዩ ግን ማሕበረሰብካ ቴስዓን ትሽዓተን ፐርሰንት ደርቢኻ ብ ሓደ ፐርሰንት ምጉያይ ምክንያቱ ዘይነቕሐ ዘይተማህረ ማሕበረሰብ መብዛሕትኡ ኢትዮጵያ ትግራይ እውን መብዛሕትኡ ኢንተርኔት ተጠቃሚ ኣይኮነን ቴስዓን ገለን ፐርሰንት ደርቢኹም ኢኹም ትኸዱ ዘለኹም ኣብዚ ሕማቅ እዋን እዚኣ ህዝቢ ተለዓለሉ እዩ ሕዚ ንኣብነት ዘበት ንብሄራዊ ብርሰት ዝብል ቀኒ እዚአን ትተኣከበ ሰብ እዩ ዝፈልጠን ተኻሊእ ማሕበረሰብ ክንደይ ሰብ ይተኣኪቡ ተኻሊእ ማሕበረሰብ ከበይ እዩ ዘሎ ናይ ተኻሊእ ማሕበረሰብን ሓደ ትማል ደው ኢሉ ዝነገረንን እዩ ማለት ግልፂ ንምዝራብ ስሩ ካብቶም መሪሕነት ካብቶም መሪሕነት ካብ ናይ ሰራዊት መሪሕነት ኣታ ወደይ እዚኣ እንተትሰርሑላ ፅቡቕ ነይሩ እቲ መሪሕነትና እውን ክሰምዕ ኣይከኣለን እቲ ማሕበረሰብ ኣብ መሬት ወሪድካ ተሓቦት ፅንዓት ትግራዋይነት እዩ ዘለዎ እምበር እቲ ሕዚ ዘበት ንብሄራዊ ብርሰት እናተባሃለ ዝዘርብ ዘሎ ብደደቢት ቴሌቭዥን እንተዘይሰሚዕዋ ብድምፂ ወያነ እንተዘይሰሚዕዋ ብትግራይ ቴሌቭዥን እንተዘይሰሚዕዋ ብምንታይ እዩ ክሰምዓ የለን ኣይተኣከበን ስለዚ ኣበየናይ ከመይ ገርና ታርጌት ንግበር ዝብል ከመይ ገሩ ይጠፍኣኩም ዘሎ እዚ ገርመኒ ኣሎ ስለዚ ውዚ ክንሰርሕ ክንክእል ኣለና እንታይ ማለት እዩ ንቴሌቭዥን ደደቢት ሲ በብግዚኡ እናመፅኻብ ቴሌቭዥን መረዳእታ ምሕላፍ ጥራሕ ተይኮነስ ረድዮ ወስኹ ኢልካ ምሕጋዝ እዩ ረድዮ ክውሰኽ ኣለኹ ገባርና ክነንቅሖ ክንክእል ኣለና ንቑሕ እዩ ኣብ ልዕሊ ንቕሓቱ ንቕሓት ክንውስኸሉ እንተኮይንና እዚ ኢና ክንገብር ዘለና እዚ ጌርና ኢና ክንሰርሕ ንኽእል ተተረዲእኩም ፅቡቕ ተዘይተረዲእኩም ግን ኣን ሓላፍነት ይዋፃእ ኣለኹ ኢለ እዛም